ሰላም ሰላም ከመይ ትኾኑ ክብራት ተኸታተልቲ መደበይ እምበኣር ናብዛ ቻነል እዚኣ ዘቕርቦ ኢንስፓየር ዝገብር ቪድዮታት እንተ ደኣ ናይ ብሓቂ የነቓቕሓኩም ኮይኑ ሸር ሳብስክራይብ ብምግባር ተሓባበሩኒ ኢኹም ዝኾነ ዓይነት ትደልይዎ ሕቶ ይኹን ርኢቶ ወይ ድማ ሓሳብ ምስ ዝህልወኩም ከይተሰከፍኩም በጃኹም ኣብ ታሕቲ ጸሓፉለይ ኢኹም ከንብቦ'የ ክምልሰልኩም'የ ብጣዕሚ'የ ዝፈትወኩም። ሰባት ንኸይንዕቑኹም ክትገብርዎም ዘለኩም ሓሙሽተ ነገራት። ኣብ መንጎ ምኽባርን ምፍታውን ዓቢ ፍልልይ'ዩ ዘሎ። ሓደ ሰብ ብሓይሊ ከም ዘኽብረኩም ምግባር ኣይትኽእሉን ኢኹም። ይኹን'ምበር ክብረትኩም ግን ከም ዘይትንክፍ ክትገብርዎ ትኽእሉ ኢኹም። ሓደ ሓደ ሰባት ክብረትኩም ክትንክፉን ከዋርድኹምን ምርኣይ ክትኣምኖ ዘጸግምን ዝጎድእ ስምዒትን ክፈጥረልኩም ይኽእል እዩ። ሰባት እንዳተዛረብኩሞም እዝኒ ከይህቡኹም ይኽእሉ እዮም፣ ከምኡ'ውን ንኸይሰምዑኹምን ዋጋ ንኸይህቡኹምን ይኽእሉ እዮም። ኣብ ዝርርብ ማእከል እውን ሓሳብኩም ከይቅበሉ ይኽእሉ እዮም። እዞም ስዒብና እንርእዮም ሓሳባት ከመይ ሰባት ብቐሊሉ ከኽብሩና ከም ዝኽእሉ ክንርኢ ኢና። ቅድሚኡ ግን ዝፈትወኩም ናብዚ ቻነል ሓደሽቲ ተለኹም ሳብስክራይብ ክትገብሩ ነቲ በቢግዜኡ ዝፍንወልኩም ቪድዮታት መታን ከይምልጠኩም እታ ናይ ቃጭል ምልክት ጠውቑዋ ኢኹም ሰናይ ምክትታል። ቀዳማይ፣ ኣብ ዙርያኹም ዘለዉ ሰባት ኣኽብሩ። ንዓኹምን ንኻልኦትን ክብረት ምሃብ ምስ ትጅምሩ፣ ብቕልጡፍ ኣብ ህይወትኩም እናተገለጸ ብሓቂ ክመጽእ እዩ። ብዝተፈላለየ ኣጋጣሚታት እትረኽብዎም ሰባት ብኣኽብሮትን ጽቡቕ ሰላምታን ብምሃብ ምልላይ ወይ ድማ ዕላል ምጅማር። ሰባት ልክዕ ከማኹም ክኽበሩ ስለ ዝደልዩ፣ እንተድኣ ግቡእ ኣኽብሮት ሂብኩሞም፣ ካብኣቶም ትረኽቦ ግብረ መልሲ ድማ ክብረትን ንትደልይዎ ነገርን እዩ ዝኸውን። ንሰባት ኣኽብሮትና ነርእዮም ነቲ ንሳቶም ዝብልዎ ሃዲእና ብምስማዕን ርእይቶኦም ምቕባልን ምርዳእን። ክብረት ሰባት ዘይትንክፍ ቃላት ብምጥቃም እዩ። ዝኾነ ጌጋ ምስ ትገብሩ ድማ ይቕሬታ ብምሕታት፣ ክትቅበልዎም ዘይትደልዩ ባህርያት ድማ ብግልጺ ምዝርራብ። ሰባት ንዝገበሩልኩም ጽቡቕ ነገር ብምፍላጥ፣ ነቲ ዝተገበረልኩም ነገር ከም ዓቢ ከም ትቖጽርዎን ምስጋና ምሃብ ኣለኩም። ካልኣይ፣ ንምዝራብ መጨረሽታ ኩን። ናይ ገዛእ ርእስኻ ሓሳብ ቅድሚ ምዝራብካ፣ ናይ ካልኦት ሓሳብ መጀመርያ ምስማዕ ግሉጽ ዝኾነ ጥቕሚ ይህልዎ። ሓሳብ ክወሃብ ከሎ ድማ ከም ዘይተሰማማዕካ ብምልክት ርእስኻ ብምንቕናቕ ድዩ ዋላ ካልእ ኣይትጠቀም። ከም ዝተሰማማዕካ ምስ ትሓስብ ድማ ምስምማዕካ ኣይተርኢ። ኣብ መወዳእታ ምዝራብ ክልተ ጥቕሚ ኣለዎ። ቀዳማይ፣ ሰባት ተዛሪቦም ክሳብ ዝውድኡ እንተ ሰሚዕካዮም፣ ተሰማዕነት ከም ዝረኸቡን ዝደለይዎ ሓሳብ ከም ዘሕልፉን ከም ዝስምዖም ይገብር። ካልኣይ ድማ ካልኦት እንዳተዛረቡ እንተ ሰሚዕካ፣ ንሳቶም ዝተዛረብዎ ንኽርደኣካ ነቲ ሓሳብ እውን ኣጸቢቕካ ደጋጊምካ ክተሰላስሎ ይሕግዘካ። ብዙሕ ግዜ መራሕቲ ሃገራት ተሪኢኹሞም ኣብ መወዳእታ እዮም ዝዛረቡ። ስለዚ ኣብ መወዳእታ ምዝራብ ልማድካ ግበሮ። ሳልሳይ ካብቲ ቃልኩም ንላዕሊ ተግባርኩም ከም ዝዛረብ ግበሩ። ናይ ሰባት ክብረት ንስእነሉ ሓደን ቀንድን ምኽንያት ኣብ ዝኸድናዮ ንምዝራብ ምስ ንህወኺ ቃላትኩም ሓሶት ንኸውጽኡ ቀሊል ክኸውን ከሎ ተግባርኩም ግን ንኽሕሱ ከቢድ እዩ። እቶም ትገብርዎም ነገራት ምስቲ ትሓሓስብዎምን ምስ ትደልይዎም ነገራት ብቐረባ ርክብ ኣለዎም። ብሓደ ነገር ብርትዕ ዝበለ እምነት እኳ እንተዘይሃለወካ ዝደለኻዮ ነገር ግን ምዝራብ ትኽእል ኢኻ። ይኹን እምበር ብተግባር እንተኾይኑ ከተምስል ብጣዕሚ ከቢድ እዩ። ምኽንያቱ ተግባርኩም በቲ ናይ ብሓቂ ውሽጢ ድሌትኩም መሰረት ስለ ዝኾነ። ብተግባር መሃሩ ብተግባር ከኣ ተዛረቡ። ሓደ ነገር ዘክሩ ንሰባት ተርእይዎም ኣኽብሮት ብገዛእ ርእስኹም እትህብዎ ክብሪ መግለጺ እዩ። ራብዓይ፣ ዝኣተኹምዎ ቃል ፈጽሙ። ቃል ዝኣተናዮ ዘይንገብር ብምዃንና ንፍለጥ እንተድኣ ኮይንና፣ ኣብ ሰባት እንረኽቦ ኣኽብሮት ከም ንስእን እዩ ዝገብረና። ኩሉ ግዜ ሰባት እቲ ቃል ንኣትዎ ንገብሮን ዘይንገብሮን ይከታተሉና እዮም። እምነት ኣሕዲሮምልና ከይፈጸምናዮ ምስ ንተርፍ ከም ሓሰውትን ቀጠፍትን ክወስዱና ይኽእሉ። እዚ ድማ ኣብ ሰባት ዘለና ክብሪ ከም ንቕንስ ወይ ድማ ሰባት ክርእዩና ካባና ክሃድሙ ክንርኢ ኢና። ሓምሻይ፣ ኣብ የእምሮኹም ዘሎ ተዛረብዎ። ኣድላዪ ኾይኑ እንተ ተሰሚዑኩም ኣብ የእምሮኹም ዘሎ ተዛረብዎ። ኣብ ሰባት ኣኽብሮት ዝረኽቡ መብዛሕትኦም ሰባት ኣብ ዝኾነ ናይ ካልኦት ሓሳብ ከም ሓጋዝን ወይ ድማ ዘመሓይሽ ሓሳብ ንሰባት ብምክፋል እዩ። ዓቕሚ ዘለዎም ሰባት እዮም። ንሰባት ዝጠቅም ለውጢ ዘምፅኡ ሓሳብ እንተ ኣለኩም ብፍጹም ካብ ምዝራብ ድሕር ከይትብሉ። ኣብ ዝተፈላለዩ ኣኼባታት ወይ ድማ ናይ ማሕበረሰብ ዝርርባት ዘለኩም ጠቓሚ ሓሳብ ኣካፍሉ። እዚ ብሰባት ተቐባልነት ክትረኽቡን ከም እትኸብሩን ይገብረኩም። ብሰባት ኣኽብሮት ምርካብ ግን እንታይ እዩ ጥቕሙ? ካብ ካልኦት ኣኽብሮት ምርካብ ጽቡቕ ስምዒት ከም ዝስምዓናን ንገዛእ ርእስና ኣብ ቅድሚ ሰባት ብዘይ ዋላ ሓደ ፍርሓት ሓሳብና ከም ንገልጽ ዝገብረና፣ ንህይወትና ብጣዕሚ ጠቐምቲ ዝኾኑ ሰባት ኣኽብሮት ምርካብ ንዓና ውን ኣብ ካልኦት ሰባት ክብሪ ንኽህልወና ይምህረና። ንሰባት ምኽባር ማለት ዋላ እኳ ብብዙሕ መንገዲ ዝፈላለ ተኾነ እቲ ናይ ብሓቂ ክብረት ግን ንሰባት በቲ ዘለውዎ መንነት ምቕባል ማለት ዩ። ኣብ መንጎ ሰባት ምክብባር ምስ ዝህሉ፣ ምትእምማን፣ ውሕስነት፣ ሰላምን ይፍጠር። ምክብባር ብተፈጥሮ ዝርከብ ዘይኮነ ኣብ ከይዲ ብህይወት እንመሃሮ ነገር እዩ። ዝፈትወኩም ክቡራት ተኸታተልቲ መደበይ ሎምዓንቲ ዘምፀኹዎ ንዓና ብጣዕሚ ዝጠቕመና ኣገዳሲ ኣርእስቲ እዩ ኢለ ይሓስብ። ብፍላይ ንኹላትና ህዝቢ ኣብ ደገን ኣብ ውሽጥን ዘለና ክንከውን ንኽእል። እዚ ምክብባር እዚ እንተድኣ ሃልዩ እቲ ዝፍጠር ሰላምን ውሕስነትን ኣይንዝንግዖን፣ ናብ ዓወት መንገዲ ድማ ይመርሓና። ፍቱዋት በዚ ዘቕረብኩልኩም ነገር እስከ ክልተ ነገር ሕሰቡ። ክትክበር ትደሊ ዶ? እስኻ መጀመርያ ሰባት ኣኽብር። ዘየኽበሩኒ ንዒቖሙኒ ኢልካ ካብ ትዛረብ መጀመርያ ንስኻ ትሕትና ጌርካ ኣብ ቅድሚ ሰባት ክብሪ ኣርኢ እሞ ሽዑ ክትሪኦ ኢኻ እቲ ናባኻ ድመጽእ ክብሪ። ነዛ ቪድዮ እዚኣ እንተ ፈቲኹማ ላይክ ግበሩ ኢኹም ናብ ኣዕርኽትኹምን ፈተውትኹምን መታን ክትበጽሕ ድማ ሼር ግበሩዋ ኢኹም። ብዘቕረብኩልኩም መደብ ተሓጒስኩም ክትኮኑ ተስፋ እገብር። ኣብ ዝመጽእ ብኻልእ ብኣገዳሲ ጉዳይ ክሳብ ንራኸብ ሰሰናዩ ንዓኹም።